ሰላም ዝኸበርኩም ተኸታተልትና ንሎሚ ሶኑይ ዕስራን ኣርባዕተን ነሓሰ ክልተ ሽሕን ዕስራን ሽዱሽተን ዘዳለናዮም ዜናታት ሒዝናልኩም ቀሪብና ኣለና ብቐዳምነት ኣርእስታቱ ጉጅለ ህግደፍ ብሰንኪ ብልሹው ቀይዲ በተኽ ኣሰራርሓ ሚልዮናት ገንዘብ የጠፋፍእ። ኤርትራዊ ሓይሊ ዕማም ንስዕረት ህግደፍ ኣብ ሲያትል ብጋዜጣዊ መግለጺ ኣዊጁ። በዓል ኣሸንዳ ኣብ ዶባት ኤርትራን ትግራይን ከም ዝተኸብረ ተገሊጹ። ኣርእስታቱ ኢኹም ክትከታተሉ ጸኒሕኩም፣ ዝርዝራቱ ክስዕብ እዩ፣ ሰናይ ምክትታል። ኤርትራዊ ሓይሊ ዕማም ንስዕረት ህግደፍ ኣብ ሲያትል ብጋዜጣዊ መግለጺ ኣዊጁ። ኤርትራዊ ሓይሊ ዕማም መኸተ ንስግረ-ዶባዊ ጭኮና ፈደራላዊ ቤት ፍርድ ሲያትል ነቲ ጉጅለ ህግደፍ፣ ኣብ ልዕሊ ዓሰርተ ሰለስተ ኤርትራውያን ተቓለስቲ ንፍትሒ ዝመስረቶ ክሲ ከም ዝዓጸዎን ጉጅለ ህግደፍ ብውርደት ከም ዝተሳዕረን ትማሊ ዕስራን ሰለስተን ነሓሰ ክልተ ሽሕን ዕስራን ሽዱሽተን ኣብ ዘውጽኦ ጋዜጣዊ መግለጺ ኣፍሊጡ። ኤርትራዊ ሓይሊ ዕማም መኸተ ንስግረ ዶባዊ ጭኮና ኣብ መግለጺኡ፣ ክቡር ተቓላሳይ ኣባል ደምበ ፍትሕን ሰፊሕ ህዝብናን፣ ህግደፍን መጋበርያታቱን ኣብ ልዕሊ ዓሰርተ ሰለስተ ተቓለስቲ ንፍትሒ ኣብ ሲያትል ክፍለ ሃገር ዋሽንግተን ዝመስረትዎን ንሓድሽ ኣንፈት ሽርሕታት ስግረዶባዊ ጸቕጢ ህግደፍ ዘምስከረን ክሲ፣ ካብ ክልተ ዓመታት ንላዕሊ ዓገግ ክብለሉ ድሕሪ ምጽናሕ፣ ብውርደት ኢዱ ሂቡ፣ ብዓወት ናይቶም ተባዓትን ውፉያትን ተቓለስቲ ንፍትሒ ተዛዚሙ ዝበለ ኮይኑ፣ እቲ ፍትሓዊ ውሳነ ነቲ ጉጅለ ህግደፍ ተቓለስቲ ንምጅጃው ክኸዶ ዝጸንሐ ርሕቀት ዓቢ ጽፊዒት ምዃኑ ገሊጹ። በዚ ዝተረኸበ ዓወት ዝስመዓና ሓጎስ ወሰን የብሉን ዝበለ ኤርትራዊ ሓይሊ ዕማም መኸተ ንስግረዶባዊ ጭኮና ኣስዒቡ ነቶም ብዙሕ ዝኸፈሉን ዝተሳቐዩን ክሱሳት ከምኡ ውን ዝነኣድ ገንዘባውን ሞራላውን ሓገዝ ንዝወፈዩ ፍትሓውያን ተቓለስቲ እንቋዕ ሓጎሰና ድሕሪ ምባሉ ብስም ሙሉእ ጭኩን ኤርትራዊ ዜጋ ንኹሉ ብዝኽእሎ ዝተዋሰኣ ደላይ ፍትሒ ኣመስጊኑ። ብርግጽ ህግደፍ ኣብቲ ባዕሉ ዝፈጠሮ ናይ ሲያትል ክሲ ኣብ ቤት ፍርዲ ኣላሽ ምባሉ ዘሐጉስ እኳ እንተኾነ፣ ሸርሕታት ስግረዶባዊ ጭኮና ህግደፍ ግን ብተመሳሳሊ ኣገባብ ይኹን ብኻልእ ሸርሕታት ኣብ ልዕሊ ዜጋታት ዝገብሮ ተጻብኦ ቀጻሊ ምዃኑ ክዝንጋዕ የብሉን ዝበለ ኤርትራዊ ሓይሊ ዕማም፣ መሰረት ዘይብሉ ክስታት ኣሊምካ ንተቓለስቲ ደምበ ፍትሒ ኣብ ቤት ፍርዲ ኮለል ብምባል ዘይተኣደነ ገንዘባዊ ክሳራን ስነ-ኣእምሮኣዊ ተጽዕኖን ብምውራድ ውን ተቓለስቲ ምድኻምን ናይ ብድሆ ድምጺ ምልኳትን ልሙድ ሜላ ህግደፍ ምዃኑ ዩ ዘነጽር። ኣብ ሚያዝያ ክልተ ሽሕን ዕስራን ሽዱሽተን ኣብ ዝተዘርገሐ ጋዜጣዊ መግለጺ ሓይሊ ዕማም ከም ዝቖመ ምእዋጁ ዝገለጸ ኤርትራዊ ሓይሊ ዕማም መኸተ ንስግረዶባዊ ጭኮና፣ ሎሚ ተረኺቡ ዘሎ ፈላሚ ዓወት እናስተማቐርና ጎኒ ጎኑ ግን ውጽኢት ዋጋ ዝተኸፍሎ ሓበራዊ ተጋድሎ ምዃኑ ብምጥቃስ፣ ቃልስና ኣብ ምዕራፉ ክሳብ ዝበጽሕ፣ ኣንጻር ስግረ-ዶባዊ ጭኮና ህግደፍ እንገብሮ ቃልሲ ብዝያዳ ሓይሊ ክሓትት ምዃኑ'ዩ ዘብርህ። ስግረ-ዶባዊ ጭኮና ህግደፍን መጋበርያታቱን ኣብ ደገ ዲያስፖራ ብዝወሓደ ጸግዑ ሒዙ ከም ዝኸይድ ምግባር ክሳብ ዝተኻእለ፣ ምሉእ ብምሉእ ከም ዝበታተን ምግባር'ውን ዝጽበየና ዘሎ ኣገዳሲ ዕማም ምዃኑ ወሲኹ ዘዘኻኸረ ሓይለ ዕማም፣ ነዚ እናነሃረ ኣብ ምኻድ ዝርከብ ብጉጅለ ህግደፍን ሰዓብቱን ዝፍጸም ስግረዶባዊ ናይ ጸቕጢ ዓመጻት ኣልሚስና፣ ሰለማዊ ህዝብና ብዘይ ስክፍታን ፍርሕን ሰጋእ ከይበለ ዝነብረሉ፣ ድምጹ ዘቃልሓሉን ዝቃለሰሉን ሃዋህው ከነውሕስ፣ ግዜ ዝጠልቦ ዕማምናን ኣካል ነካይዶ ፍትሓዊ ቃልስናን ኮይኑ ምህላዉ'ዩ ዝገልጽ። ኣብ መወዳእታ፣ ዝተጠቕሰ ዕላማታት ንኽዕወት፣ ሰብኣውን ፋይናንሳውን ዓቕሚ ዝሓትት ሓባራዊ ቃልሲ ከም ዘድሊ ዝጠቐሰ እቲ ሓይሊ ዕማም፣ ስግረዶባዊ ጸቕጢ ህግደፍ ንምብዳህ ዝሰፍሐ ሓድነት ክነረጋግጽን ተሳትፎና ክነበርትዕን፣ ኣብ ዝሓለፈ ቅልስ ብወግዒ ዝተመስረተ፣ ሕጋዊ፣ ብግሉጽነት ዝሰርሕ ማዕከን ፋይናንስ ብዝተርንዐ ቀጻልነቱ ከረጋግጽን ኣድላዪ እዋናዊ ሓላፍነት ምዃኑን ኣዘኻኺሩ። ጉጅለ ህግደፍ ብሰንኪ ብልሽው ቀይዲ በተኽ ኣሰራርሓ ሚልዮናት ገንዘብ የጠፋፍእ። ጉጅለ ህግደፍ ወሃብቲ ኣገልግሎት ኣብ እዋን ምቁጽጻር ወይ ኦዲት ስለዘይተገብረለን ገንዘብ መንግስቲ ይጠፋፋእ ከምዘሎ ተኣሚኑ ብሕገ ኣልቦን ቀይዲ በተኽን ምምሕዳር ዝልለ ጉጅለ ህግደፍ ትካላት ወሃብቲ ኣገልግሎት ንዓመታት ምቁጽጻር ስለዘይተገብረለን ገንዘብ መንግስቲ ይጠፋፋእ ከምዘሎ ንነብሱ ኣቃሊዑ ብመሰረት ካብ ፖሊስ ዞባ ዓንሰባ ከረን ኣብ ዝሓለፈ ሰሙን ዝተዘርግሐ ሓበሬታ፣ ኣብ ትካል ሓይሊ መብራህቲ ናይታ ከተማ ካብ ክልተ ሽሕን ዕስራን ሓደን ክሳብ ክልተ ሽሕን ዕስራን ሽዱሽተን ካብ ዓሚል ዝተኣከበ ኣስታት ክልተ ሚልዮንን ፍረቓን ናቕፋ ስሩዕን ዕቱብን ምቁጽጻር ስለዘይተገብረሉ ኣብ ክንዲ ናብ ባንኪ ምእታው ኣብ ውልቃዊ ረብሓ ግለሰባት ከምዝወዓለ ገሊጹ። እቲ ብሓሙሽተ ሰራሕተኛታት ሓይሊ መብራህቲ ከተማ ከረን ተወሲዱ ዝተባህለ ገንዘብ፣ ክኢላታት ሕሳብ ኣብ ልዕሊ ተሓዝቲ ገንዘብን ሓለፍትን እቲ ትካል ብዘካየድዎ ናይ ሓሙሽተ ዓመት ቁጽጽር ማለት ኦዲት እቲ ምጥፍፋእ ከም ዝተረጋገጸ መንግስቲ ፖሊስ ብተወሳኺ ኣረዲኡ። ንገዛእ ርእሱ ብብልሽውና ዝተቋማጠዐን ዝኣቱን ዝወጽእን ጥረ ገንዘብ ይኹን ንብረት ነጻ ተቖጻጻሪ ዘይብሉን ጉጅለ ህግደፍ፣ ንሰራሕተኛታት ሓይሊ መብራህቲ ብምጥፍፋእ ገንዘብ ምኽሳስ ብዘይካ ሓሰኻ ደምበስ ናብ ዝለምለመሉ ካልእ ትርጉም የብሉን። ጉጅለ ህግደፍ ካብ ኣታዊታት ማዕድን ብክልተ ካብ ሚእቲ፣ ቀረጽን ዝተፈላለየ ወፈያን፣ ካብ መቕጻዕቲ ስግረዶብን ካልእ መመኽነይታን ካብ ህዝቢ ዝእከብ ቢልዮናት ናቕፋ ዝቆጻጸሮ ዘይብሉ ህዝብና ብጥሙዩ ኣብ ጅባ ውልቀ ሰባት ላዕለዎት ሓለፍቲ ጉጅለ ህግደፍ መደልደሊ ስልጣንን መሐየሪ ኤርትራውያንንዩ ዝውዕል። ህዝቢ ኤርትራ ድማ ዝኣክል እቶትን ሃብትን እንከለዎ፣ ምስ ሃብቱ ደኽዩን ብሕጽረትን ስእነትን መሰረታዊ ማሕበራዊ ኣጎልግሎት ይሳቐን ይስደድን ኣሎ። ጉጅለ ህግደፍ ንብሕታውያን ወነንቲ ኣብያተ ሸቐጥ ብዝተፍላለየ መመኽኒታ መቕጻዕቲ ገንዘብን ንግዲ ፍቓድ ምስራዝን ዘይፍትሓዊ ስጉምቲ ምውሳድን እምበር ነቲ ኣብ ትሕቲ ቁጠባዊ ጉዳያት ህግደፍ ዘሎ ብቢልዮናት ርእሰማል ዝውነን ትካላት ዝቆጻጸሮ ኣካል የለን ህዝቢ ኤርትራውን ኣይፈልጦን እዩ። እቲ ኣብ ዝተፈላለየ እዋን ጉጅለ ህግደፍ ንገዛእ ርእሱ ግልጹነትን ተሓታትነትን ዘይክተል ኣብ ልዕሊ ውልቀሰባትን ትካላትን ዘካይዶ ምቁጽጻርን ዝህቦ መቕጻዕትን ድማ ካብ ተሓታትነት ንምህዳምን ገበናቱ ንምኽዋልን ጲላጦስ ንምምሳል እምበር ሓልዮት ህዝቢ ይኹን ብልሽውና ንምግታእ ኣይኮነን። እቲ ኣብ ኤርትራ ህይወት መሪርዎም ዶብ ክሰግሩ ዝተታሕዙን ካብ ስድራቤቶምን ዝእከብ ኣሽሓት ገንዘብ፣ ጉጅለ ህግደፍ ኣብ ኤርትራ ጥብቂ ምቁጽጻር ምንቅስቓስ ባንክታት፣ ናይ ብሕቲ ሕሳብን ትካላትን፣ ብተግባር ዘይሰርሕ ኣዋጃትን ሕግታትን ከካይድ እንከሎ፣ ቀንዲ ዕላምኡ ንህዝቢ ኤርትራ ምጥማይን ተመጽዋቲ ምግባርን እዩ። በዓል ኣሸንዳ ኣብ ዶባት ኤርትራን ትግራይን ከም ዝተኸብረ ተገሊጹ። ብሰንኪ ስግኣት መጥቃዕቲ ሰብ ኣልቦ ነፈርቲ ድሮን ኣብ ከተማ መቐለ ክበዓል ዘይተኽኣለ በዓል ኣሸንዳ ኣብ ከባቢ ዶባት ኤርትራን ትግራይን ከም ዝተኸብረ ተገሊጹ። ቤት ጽሕፈት ባህልን ቱሪዝምን ትግራይ ኣብ መቐለ ከጋጥም ካብ ዝኽእል መጥቃዕቲ ሰብ ኣልቦ ነፈርቲ ንምጥንቃቕ ህዝቢ ዝእከበሉ ጽምብል ፈስቲቫል ኣሸንዳ ከም ዝሰረዞ ገሊጹ ምንባሩ ዝዝከር ኮይኑ፣ ብኣንጻሩ ኣብ ዶባት ኤርትራን ትግራይን ግን እቲ ዕለት ብኽልቲኡ ወገን ካብ ዝተኣከበ ህዝቢ ተኸቢሩ ምውዓሉ ተገሊጹ። ነበርቲ ዶባት ዝኾኑ ተጋሩን ካብ ኤርትራ ንኡስ ዞባ ሰንዓፈ ዝመጹ ኤርትራውያንን ኣብቲ ኣብ ጥቓ ዶባት ኤርትራን ትግራይን ኣብ ዝተኻየደ ፈስቲቫል ተራኺቦም ምውዓሎም ዝተገልጸ ኮይኑ፣ እዚ ባህላዊ ድምቀት መቐጸልታ ናይቲ ክልቲኦም ሓይልታት ህወሓትን ህግደፍን ዝገብርዎ ዘለዉ ናይ ጽምዶ መደባት ብምዃን ኣርእስቲ ክፍጠረሉ ምዃኑ'ውን እዩ ዝረኸብናዮ ሓበሬታ ዘረድእ። ብመሰረት ጸብጻብ ድምጺ ወያነ ነበርቲ ወረዳ ጉለመኸዳ ከተማ ዛላምበሳን ካብ ኣንበሰተ ገለባ፣ ሰርሓ፣ እምባብዳን፣ ኮኮባይ፣ ኢንዳሾም፣ ሽመዛናን ካልኦት ከባቢታት ሰንዓፈን ዝመጹ ተጋሩን ኤርትራውያንን ሓቢሮም ነቲ በዓል ከምዘኽበርዎ ዝተገልጸ ኮይኑ እቲ ብወገን ኤርትራ ዝነበረ ተሳትፎ ነቲ ጉጅለ ህግደፍ ኣብ ልቢ ህዝቢ ትግራይ ንምእታው ዝገብሮ ዘሎ ጻዕሪ ዘጉልሕ ምኻኑዩ ዝንገር። ኣብቲ ኣጋጣሚ ዝተረኽበ ምክትል ኣማሓዳሪ ዞባ ምብራቕ ዝኾነ ኣቶ ሃይላይ ገብረማርያም ኣብ ዝሃቦ መግለፂ፣ ርክብ ክልቲኦም ህዝብታት ኤርትራን ትግራይን ክልቲኦም ህዝብታት ንዘለዎም ናይ ሓባር ታሪኽ፣ ባህልን ኣቃውማን ዘንፀባርቕ ምዃኑ ብምጥቃስ፣ ምትእምማን ኣብ ምፍጣርን ፀጥታዊ ርጉእነት ኣብ ምውሓስን ወሳኒ ተራ ክህልዎ ይግባእ ዝበለ ኮይኑ፣ ኣብቲ ስነ-ስርዓት። ዝተረኽበ ህዝቢ ብኽፉት ልቢ ንሰላም ዘለዎ ቅሩብነት እኳ እንተርኣየ፣ ብኣንጻሩ እቲ ምስ ትግራይ ዝግበር ዘሎ ህወኽ ናይ ሰላም ምንቅስቓስ፣ ናይ ኲናት ሸውሃት ጉጅለ ህግደፍ ንምርዋይ ይኸይድ ምህላዉ ማንም ዝስሕቶ ኣይኮነን። ህዝብታት ኤርትራን ትግራይን ናይ ኣማኢት ኣሽሓት ዓመታት ታሪኽ ዝውንኑ ኣሕዋት ህዝብታት ምዃኖም ኣብ ክልቲኡ ህዝብታት ዝረኣ፣ ኩለንትናዊ ምትእስሳሮም ዘረጋገጸ እኳ እንተኾነ፣ እቲ ብዘይ ጸላኢ ክነብር ተፈጥሮኡ ዘየፍቅደሉ ጉጅለ ህግደፍ ግን፣ ልክዕ ከም ተደምረናል ጽምዶ'ውን ካልእ ደም ንምፍጣር ዝዓለመ ውዲት ምዃኑ ዝኸዶ ዘሎ ርሕቀት ዘመስክሮ'ዩ። ዕለታዊ ዜናታት ኤርትርያን ፓብሊክ ሜድያ ኣብዚ ይፍጸም ምክትታልኩም ነመስግን ሰላም።